ስዑድያን ኢማራትን ኣብ ቀርኒ ኣፍሪቃ ይተሃላለኻ ድየን ዘለዋ ይወዳደራ ንኤርትራኸ ኣየናይ ዘርብሕ ብኸመይ ኢትዮጵያን ሱዳንን እውን ኣካል እቲ ጸወታ እየን። ዶባር ንኣፍሪቃ ብሰለስተ ቀንዲ ነገራት ማለት ብውሽጣዊ ግጭታት ሃገራት ኣብ ንሓድሕደን ብዘካየዶ ግጭትን ብምትእታው ዝተፈላለያ ሃገራትን ዝፍለጥ ተሃዋስን ኣገዳሲ ጂኦ ስትራቴጂያዊ ዞባ እዩ ኣብዚ ዞባ ጽልዋን ምትእታው ሃገራት ወሽመጥ ዓረብ ኣገዳሲ ምዕራፍ ዝሕዝ ክኸውን እንከሎ፣ ኣብ ርእሲ እቲ ዝጸንሐ ምትእትታውን ጽልዋን እቲ ሳልሳይ ዓመቱ ሒዙ ዘሎ ኲናት ሱዳንን ኣብ መንጎ ኤርትራን ኢትዮጵያን እናሓየለ ክመጽእ ዝጸንሐ ወጥርን ነዘን ሃገራት ዝሰሓበ ኩነታት ምዃኑ ዝፍለጥ ኮይኑ ብኻልእ ወገን ነት ኣብ መንጎ እዘን ክልተ ሃገራት ወሽመጥ ንዝጸንሐ ናይ መንጎብለለ ምጥምማት እዚ ዞባ ኣገዳሲ ዓውደ ክርፍስ ኮይኑ ምህላዉ ክግለጽ ጸኒሑ እዩ። ነዚ ምዕባለታት እዚ ኣብ ግምት ብምእታው ድማ ዘሆርን ኦፍ ኣፍሪካ ኒድስ ኣን ኢን ቱ ዘ ጋልፍስ ፕሮክሲ ወርስ ኮኦፕሬሽን ኢስ ከይ ብዝብል ኣርእስቲ ብኣና ጃኮብ ዝተባህለት ተመራማሪት ፖሊሲ ወፃኢ ተመራማሪት ፖሊሲ ወፃኢ ብፍላይ ኣብ ሃገራት ወሽመጥን ማእከላይ ምብራቕን ኣብ መርበብ ሓበሬታ ዘ ሰንቸሪ ፋውንዴሽን ዘሕተመቶ ሰፊሕ ምርምራዊ ጽሑፍ መበገሲ ብምግባር ምስ እዋናዊ ምዕባለታት ኣዋሂዱ ዘምህረት ወልደ ሰማእታት ዘዳለዎ ትንተና ኢና ሒዝና ቀሪብና ዘለና ሰዒድ መሓመድ ክቐርበልኩም እየ ክትከታተሉ ብኽብሪ ዕድም ስዑድ ዓረብን ኢማራትን ኣብ ፖሊሲ ወፃን ቁጠባዊ መንግስታዊ ስራሓትን ብዙሕ ዝመሳሰል ነገራት ኣለወን። ክልቲኤን ብነዳዲ ዝበልጸጋ ኣብ ዓለማዊ ፋይናንስያዊ ዕዳጋታት ዓበይቲ ተዋሳእቲ መሪሕ ተዋሳእቲ ምትእኻብ ወሽመጥ ዓረብን እየን። ዝምድና ስዑድያን ኢማራትን ኣብ ዝሓለፈ ዓመታት ኣብ ቀርኒ ኣፍሪቃ ኣብ ዓበይቲ ዞባዊ ጉዳያት እንተላይ ኣብ ዝምድና ኤርትራን ኢትዮጵያን ተራ ተጻዊቱ እዩ። እዘን ክልተ ሃገራት ወሽመጥ ምስ ክልቲኣን ሃገራት ቀርኒ ኣፍሪቃ ፖለቲካውን ቁጠባውን ዝምድናታት እኳ እንተጸንሐን ኢማራት ምስ ኢትዮጵያ፣ ስዑዲ ዓረብ ድማ ምስ ኤርትራ ዝያዳ ምትእስሳረን ኣሕ ኢለን ኣለዋ። ኣብ ዝሓለፉ ኣዋርሕ ኣብ መንጎ ኤርትራን ኢትዮጵያን ተኽእሎታት ዳግማይ ግጭት እናወሰኸ ብምምጽኡ፣ እቲ ኣብ መንጎ ክልቲኣን ሃገራት ወሽመጥ ዓረብ ዝካየድ ውድድር ነቲ ወጥሪ ከጋድዶ ይኽእል እዩ ዝብል ስክፍታታት እናዓበየ መጺኡ። ህላወ ኢማራት ኣብ ቀርኒ ኣፍሪቃ እናሰፍሐ ምስ ከደ፣ እቲ ዝምድና ድማ ዳርጋ ብውልቂ ክበሃል ብዝኽእል መልክዑ ምስ ቀዳማይ ሚኒስተር ኣብዪ ኣሕመድ እናዓሞቐ ምስ ከደ ፕሬዚደንት ኤርትራ ኢሳያስ ኣፈወርቂ ምትእታው እቲ ሃገርን ሃፀያዊ ተስፋሕፋ ሕልሚ ኢትዮጵያ ትገብሮ ዘላ ደገፍ ነቲ ኣብ ኣፍሪቃ ምስ እስራኤል ዘለዋ ጸጥታዊ ምትእሳራት ኣሳሲሩ ብቆሉዕ ክነቅፍ ጸኒሑ እዩ ክትብል ኣና ጃኮብስ ኣብ መጽናዕታ ኣስፊራቶላ ኩናት ሱዳን ንግዳማዊ ምትእታው ብፍላይ ካብ ሃገራት ወሽመጥ ዓረብ ኣገዳሲ መድረኽ ኮይኑ ኣሎ ስዑዲ ዓረብን ኢማራትን ኣብ መላእቲ ዞባ ፖለቲካዊ ጸጥታውን ቁጠባውን ተዋሳእቲ ኮይነን ጸኒሐን እየን እዚ ምትእታው እዘን ክልተ ሃገራት ብቐንዱ ንመጻእ ፖለቲካዊ ኩነታት ሃገራት ኤርትራ፣ ኢትዮጵያን ሱዳንን ዝውስን ምዃኑ ድማ ኣይተርፎን እዩ። እቲ ቐንዲ ጉዳይ ግን ሃገራት ወሽመጥ ዓረብ ኣብዚ ዞባ ዝገብረኦ ምትእታው ኣብ ምንታይ ዘተኮረ እዩ ቀጻልነቱን ዘይቀጻልነቱን ዝብል ዘይኮነስ ድርኺቱ እንታይ ብዝብል እንታይነት ናይቲ ኣብ ንሓድሕደን ዘሎ ዝምድና ወሳኒ ምዃኑ ንምርኣይ እዩ። ስለዚ እቲ ዝገብሮ ምትእትታው ብመልክዕ ውድድር ወይ ንሕንሕ ኣብ ንሓድሕደን ብዘማዕብልኦ ዘለዋ ህልኽ ዝድረኽ ድዩ ወይስ ተወሃሂድካ ምስራሕ ዝብል በበይኑ ውጽኢት ስለ ዘለዎ ምድህሳሱ ኣገዳሲ እዩ። እዚ ድማ ነተን ሰለስተ ሃገራት ቀርኒ ኣፍሪቃ ንጸጥታዊ ሓደጋታተን ከመይ ከመሓድራን ሃገራዊ ረብሓታተን ብመንጽር ዕምቆትን ዘላቕነቱን ብምርኣይ እቲ ዝፈጥሮ ጽምዶ ዘለዎ ቐጻልነት ብምርግጋጽ ክውስና ክገድደን እዩ። ኲናት ሱዳን ንኣብነት እዞም መልክዓት ጽምዶ ዝፈተንሉ መበገሲ መድረኽ ክኸውን እንከሎ ሳዕቤን ኩነታት ሱዳን ግን ኪንዮ ሱዳን ንጎረባብቲ ሃገራት ኤርትራን ኢትዮጵያን ዝጸሉ ምዃኑ ኣብ ዝሓለፈ መደባትና ዳህሲስናዮ ምባርና ይርሳዕን ኢማራት ኣብ 221 ኣብ ዓሰብ ካብ ዝነበራ ወተሃደራዊ መዓስከር ኣብ ኩናት የመን ዝነበራ ተራ ድሕሪ ምጉዳላ ወፂኣ ኣብ ገማግም ደቡባዊ የመንን ኣብ ሰሜናዊ ሶማልያን ኣብ ዝርከባ ደሴታት ግን ወተሃደራዊ ትሕቲ ቅርፂ ሃኒፀ ብተወሳኺ ኣብ መንጎ ሓያላት ምልሻታት ደቡባዊ የመን ዕበይቲ መርበባት ፅልዋ ስለ ትሕሉ ሓደ ምንጭ ወጥሪ ኣብ መንጎ ስዑድያን ኢማራትን ኮይኑ ጸኒሑ እዩ ኣብ ሶማልያ ኢማራትን ስዑድ ዓረብን ዋላ እኳ ኣብ ሓፈሻዊ ምርግጋእ ሶማልያ ናይ ሓባር ረብሓታት እንተዓቀባ ኣብ ተጻረርቲ ወገናት ዓበይቲ ፖለቲካዊ ፍልልያት ፈጢረን እየን ኢማራት ብከምቲ ልሙድ ኣካይዳ ምስተን ሓውሲ ነጻ ዝኾና ርእሰ ምምሕዳራት ሶማሊላንድን ፑንትላንድን ዝያዳ ጥቡቕ ዝምድና ክትሕሉ እንከላ ስዑድ ዓረብ ድማ ምስ ፌደራላዊ መንግስቲ መቓድሾ ዝያዳ ትሰርሕ በዚ ኸኣ ኢማራት ምስ ክልቲኡ ወገን ናይቲ ኲናት ምትእስሳር ኣለዋ ብተወሳኺ ኢማራት ኣብ ሱዳንን ከባቢያን ናብ ዝርከባ ከባቢታት ሰሓልን ምብራቕን ኣፍሪቃ ከም ጎረቤት ሃገር ጫድ ደቡባዊ ሊብያ ደቡብ ሱዳን፣ ኢትዮጵያ፣ ኬንያ፣ ሪፓብሊክ ማእከላይ ኣፍሪቃ፣ ኢጓንዳን ካልእን ዝሃነጸቶ ጽልዋ ኢማራት ኣብ ፖሊሲ ወጻኢኣ ንኣፍሪቃ ክሳብ ክንደይ ቀዳምነት ሂባ ክሰርሕ ከም ዝጸንሐት ዘርኢ እዩ። ግደ ኢማራት ኣብ ኲናት ሱዳን ግን ንገለ መራሕቲ ጎረባብቲ ሃገራት ብፍላይ እቶም ኣብዚ እዋን ኣብ ጎኒ ስዑድያ እተሰለፉ መራሕቲ ፕሬዚደንት ኤርትራ ኢሳያስ ኣፈወርቅን ፕሬዚደንት ጅቡቲ ዑመር ገለን ሕማቕ ጽልዋ ኣቡዳቢ ኣብቲ ዞባ ብቕሉዕ ክዛረቡ ጸኒሖም እዮም። ከም ብዙሓት ዘምድናታት ኢማራት ምስ ኢትዮጵያ ዘለዋ ርክብ እውን ኣዝዩ ብሕታውን ኣብ ቁጠባዊ ጸጥታውን ፖለቲካዊ ረብሓታታ ተሰረተ እዩ ፕሬዚደንት ኢማራት መሓመድ ቢን ዛይድ ኣልናህያን ኣብ ናሕሰ 223 ምስ ዓብ ልኡኽ ናይ ቀረባ ኣማኸርቱን ኣሕዋቱን ኣሰንዩ ኣብ ኣዲስ ኣበባ ዝገበረ ምብጻሕ ብዛዕባ ስትራቴጂያዊ ኣገዳስነት ዝምድንኡ ምስ ኢትዮጵያ ሓያል መልእኽቲ ኣሕሊፉ እዩ እዚ ኮይኑ ግን ኣብዚ እዋን እዚ ውድድር ስዑድያን ኢማራትን ነቲ ኣብ ቀርኒ ኣፍሪቃ ዝገብሮ ዘለዋ ጽምዶ ወሳኒ ኮይኑ ምህላው ርእዩ ኣብዚ መንጽር ውድድር ክንብል እንከለና ብዘይ ቁሉዕ ግጭት ብዘይ ስውር ስትራቴጂያዊ ኣሰላልፋን ንዝተወሰነ ረብሓ ብማዕረ ምድላይ ወይ ምቀጻጽ ማለት እዩ። ነፍሲ ወከፍ ሃገር ወሽመጥ ኣብ ቀርኒ ኣፍሪቃ ትምስርቶ ጽምዶ ከከም ቀዳምነታታ ወፍሪ ዲፕሎማስያዊ ደገፍ ወይ ጸጥታዊ ምትሕባር ትገብር እዚ ድማ መንግስታት እቲ ዞባ ንነዊሕ ዝጠመተ ምውሃድን ሓበራዊ ብልጽግናን ርግኣትን ኣብ ክንዲ ዝጥምቱ ከካብ ኩነታቶም ተደሪኾም ንመኽሰባት ሓፂር ግዜ ዝኸውን ስልታዊ ምትእሰራት ክፈጥሩ ከም ዝረኣዩ እቲ መጽናዕታት ይሕብር እዚ ካብ ውድድር ዝድርኽ ጽምዶ ንኤርትራ ኣገዳሲ ስትራቴጂያዊ ጸጥታዊ ረብሓታት ክፈጥረላ ዝኽእል ምዃኑ ዘካትዕ ኣይኮነን። ኤርትራ ኣብ ወሳኒ ጂኦግራፍያዊ ኣቀማምጣ ኣብ ቀይሕ ባሕሪ ዘላ ሃገር ከም ምዃና መጠን ኣብ ቅማረ ሃገራት ወሽመጥ ዓረብ ዕዙዝ ቦታ ትሕዝ። ይኹን እምበር ውድድርን ምትህላኽን ዝፈጥሮ ትካላዊ ነባራ ሓይሊ ዝፈጥር ከም ዘይኮነ ድማ ብማዕርኡ ክፍለጥ ኣለዎም። እዚ ማለት እቲ ኣብዚ እዋን ኣብ መንጎ ኤርትራን ስዑድያን ዝግበር ዘሎ ሓያል ጽምዶ ብውሕዱ ነቲ ካብ ኢትዮጵያ ክመጽእ ዝጸንሐ ታህዲዳት ወረን ግበታ ገማግም ባሕሪ ኤርትራን ዘበርዕን ሓይሊ ከም ዘለዎ ኣየማትን እዚ ስዑድያ እትገብሮ ዘላ ምንቅስቓስ ካብ ምስ ኢማራት ዘለዋ እናዓሞቐ ዝመጽእ ዘሎ ህልኽን ተጸራርነት ጥራይ ዝብገስ እንተኾይኑ ግን ሰራርነት ዘይብሉ ክኸውን ከም ዝኽእል እዩ እቲ ትንታነ ዝገልጽ ብኻልእ ኣዘራርባ ኤርትራ ዲፕሎማስያዊ ኣቓልቦን ቁጠባዊ ረብሓታትን ጸጥታዊ ርግኣትን ክትረክብ ምዃና ዘየጠራጥር ኮይኑ ምስ ሃንደበታዊ ምቅይያር ናይ ቀዳምነታት ናይቲ ግዳማዊ ሓይሊ ማለት ስዑድያ እዚ ረብሓታት ተቓላዒ ምዃኑ ምግንዛብ የድሊ ተወዳዳርነት ኣብ ሕመረቱ ምውሃድ ስለ ዝጎድሎ ንኸም ዝበለ እዋናዊ ረብሓታት ናብ ጭቡጥ ቁጠባዊ ይኹን ጸጥታዊ ውሕስነት ንምቕያሩ ኣሸጋሪ እዩ። ወይ ከኣ ግዜ ይሓትት ስለዚ ኤርትራ ነዚ ክውነት እዚ ብዕምቆት ብምርዳእ ንተለዋዋጢ ኣሰላልፋታት ብቐጻሊ ምዕያሩን ብደቂቕ ምምርማሩን ካብቲ መልክዓት ጽምዶ ዘላቒ ረብሓታት እትረኽበሉን ስትራቴጂያዊ ኣካይዳ ከም ዘላ ይግለጽ ኣብ ጉዳይ ኢትዮጵያ ምስ ንርኢ ኣዲስ ኣበባ ካብ ዝተፈላለዩ ሽርክነትን ግዳማዊ ተዋሳእትን ቁጠባዊ ይኹን ፖለቲካዊ ደገፍ ተጠቃሚት ክትከውን ጸኒሓ እያ እዚ ግን ዋጋ ዝኸፍል ምዃኑ ድማ ተንተንቲ ይገልጹ። ተወዳዳርነት ዝፈጥሮ ጽምዶ ኣብ ውሽጡ ውድድራት ናይተን ተነሓናሕቲ ሃገራት ንምዕዋት ዕላማ ስለ ዝገብር ንውሽጣዊ ኩነታት ሃገር ቀቢሩ ኢትዮጵያ ኣብ ሰፊሕ ዞባዊ ዳይናሚክስ ጸብለል ከም ትብል ክገብራ ይኽእል እዩ እታ ሃገር ካብ ከምዚ ዝበለ ኣገባብ ዝምድና እትረኽቦ ዘላ ወተሃደራዊ ሓገዝ ወፍሪ ትሕተ ቕርጺ ወይ ዲፕሎማስያዊ ደገፍ ግን ብውሽጣዊ ሃገራዊ ልምዓታዊ ማዕቐፋት ዘይኮነስ ብመንፅር ጂኦፖለቲካ እዩ ዝትርገም። እዚ ድማ ንኢትዮጵያ ብውሽጣዊ ተረጋገእቲ ሓያልን ከም ዞባዊ መልሕቕ ናይ ምዃን ዓቕማ ዘረሓቕን ከምኡውን ምስ ኤርትራ ሓዊሱ ምስ ጎረባብቲ ሃገራት ዘለዋ ዝምድና ንምምሕዳር እትገብሮ ጻዕሪ ዝተሓላለኸ ዝገብር ሕርያ ምዃኑ ርእዩ። እዚ ኣብ መንጎ እዘን ሃገራት ወሽመጥ ዘሎ ውድድር ነቲ ዞባ ናብ ዘይርጉጽ መጻኢ ከእትዎ ዝኽእል እኳ እንተኾነ እዚ ናብ ተጻራርነትን ንሕንሕን ተዓሪጉ ግን ሓደጋ ዝፈጥር ምዃኑ እውን ምግንዛብ የድሊ ተጻራርነት ዝቕልቀል ረብሓታት ስዑድያን ኢማራትን ንሓድሕዶም ዝጻረሩ እንተኾይኖም ንቐርኒ ኣፍሪቃ ናብ ዘይቀጣዊ ረጽሚ ዝካየደሉ ዓውደ ህልኽን ክርፍስን ዝቕይሮ እዩ በዚ መንጽር ኩናት ሱዳን ተወዳዳሪ ጽምዶ ክሳብ ክንደይ ቀልጢፉ ናብ ተጸራርነት ክዓሙ ከም ዝኽእል ዘርኢ ግንባር ኮይኑ ምህላው ብንቕሓት ምዕዛብ የድሊ። ዝተፈላለየ ኣቀራርባታት ሃገራት ወሽመጥ ዓረብ ኣብ ልዕሊ እቶም ክልተ ቀንዲ ተዋሳእቲ ሱዳን ምትፍናነ ዕሚቑ ኣብቲ ድሮ ኣዕናዊ ኮይኑ ዘሎ ግጭት ስነ ሞገት ውክልና ዘርኢ ኮይኑ ምህላው ክረአ ይከኣል። ሳዕቤናት ናይ ዝተጸራርነት ናይዘን ሃገራት ወሽመጥ ድማ ብዝያዳ ኣብ ጎረባብቲ ሃገራት ይንጸባረቕ ኣሎ። ኣብዚ መዳይ ኢማራት ዓረብ ትገብሮ ዘላ ኣዕናዊ ምትእታው ካብ ሱዳን ሓሊፉ ንጎረባብቲ ሃገራትን ዞባ ቀይሕ ባሕርን ናብ ሓደጋ ዘእቱ ኣካይዳ ስቑ ኢልካ ክረአ ዘይጽወር ኮይኑ ብማዕሪኡ ሰጒሙ ሚዛን ዘትሕዘን ዘዐግሰን ሓይሊ ኣብ ዘደለየሉ ተሃዋሲ እዋንያ ድማ ስዑድያ ካብቲ ዝጸንሓ ልኡም ኣካይዳታት ወጽያ ክትንቀሳቐስ ትረኣ ዘላ። እዚ ተጸራርነት እዘን ክልተ ሃገራት ግን ንስትራቴጂያዊ ተቐላዕነት ኤርትራ ከዕብዮ ከም ዝኽእል ይግምገም። ርግጽ'ዩ ኤርትራ ምስ ስዑድያ ትገብሮ ዘላ ጽምዶ ኣብዚ እዋን ጸጥታውን ቁጠባዊ ረብሓታት ከምጸላ ከም ዝኽእል ዘካትዕ ኣይኮነን። ብስትራቴጂያዊ ዓይኒ ምስ ዝረኣ ግን ኣብ ዕምቆት እተጻባእነት ካብቲ ካልእ ተጸራሪ ደንበ ብዝተፈላለየ መልክዕ ክመጽእ ንዝኽእል ቀጻሊ ጸቕጥታት ከዕብዮ ከም ዝኽእል ኣይማትን። እዚ ድማ ኤርትራ ድሩት ቁጠባዊ መሰረት ብዙሕ ስራሕ ዝጽበየ ውሽጣዊ ማሕበረ ቁጠባውን ፖለቲካውን ስርሓት ስለ ዘለዋ ኣብ ርእሲ ዝጸንሐ ዲፕሎማስያዊ ተነጽሎን ካልእን ብቐጻሊ ኣብ ምክልኻል ግዳማዊ ስግኣታት ንኽጽመድ ሓሊኹ ክሕዛ ዝኽእል እዩ። እዚ ተጻራርነት ዝድርኾ ሃዋህው ድማ ኤርትራ ኣብ ክንዲ ካብቲ እዋናዊ ምርግጋእ ውሕስነት ትረክብ ናብ ሓደጋ ክጎታ እውን ይኽእል እዩ። ብሓፈሻ ሃገራዊ ፖሊሲኣ ድማ ብውሽጣዊ ልምዓታዊ ቀዳምነታት ዘይኮነስ ብግዳማዊ ስግኣታት ዝቃነ ክኸውን ዘገድድ ኩነታት ዝፈጥር ክኸውን ይኽእል። ብኣንጻር እዚ ኣብ መንጎ ስዑዲ ዓረብን ኢማራትን ዝፍጠር ምውሃድ ነቲ ስእሊ ብኣንጻሩ ዝቕይሮ ምዃኑ እዩ ዝግለጽ እዚ ምውሃድ ብቐጥታ ንተመሳሳሊ ረብሓታት ዘን ሃገራት ዘመልክት ዘይኮነስ ኣብ ቀርኒ ኣፍሪቃ ንዝግበር ጽምዶ ዝምልከት ናይ ሓባር ማዕቀፍ ክህልዎ ንዝብል ሓሳብ ዘመልክት እዩ ኣብ ከም ዝበለ ተርዮ ምትእታው ወሽመጥ ዓረብ ካብ ብውድድር ዝብገስ ጽምዶ ናብ ሓበራዊ ዞባዊ ረብሓን ኣገዳስነትን ዝርኢ ወፍሪ ዲፕሎማስን ጸጥታዊ ደገፍን ምስ ሰፊሕ ዕላማታት ዞባዊ ምርግጋእ ክሰማማዕ ምግባርን እዩ ኩናት ሱዳን ነዘን ሃገራት ወሽመጥ ዓረብ ህልኽ ዝመልኦ ተጸራሪ ውድድራት ዝመንቀሊኡ ምትእታዋት ካብ እዋናዊ መኽሰባት ሓሊፉ ዝሓቶ ዋጋን ዓሚቕ ነባሪ ጽልዎን ብግቡእ ክርዳእ እንተገዲድዎን ነጥበ መቐይሮ ክኸውን ይኽእል እዩ። እዚ ኸምዚ ዓይነት ውሁድ ምንቅስቓስን ጽምዶን እዘን ሃገራት ንኤርትራ ዘለዎ ረብሓ ድርብ ምዃኑ ድማ ብቐሊሉ ክንግንዘቦ ዝከኣል እዩ። እዚ ንንቡርን ውሽጣዊ ልምዓታውን ኩሉ ሸነኻዊ ህንጸትን ኣካይዳን መንግስቲ ኤርትራ ዕድል ዝህብ ግዳማዊ ዝምድናታት ንምርግጋጽን ንምዕቃብን ዝግበር ጸቐጢ ክንኪ ኤርትራ ብዝበለጸ ኣማራጺታት ብስትራቴጂያዊ ኣገባብ ክትዋሳእ ዝፍቀደላ ክኸውን ዝኽእል እዩ። እዚ ኸም ዝበለ ውህደት ዘን ሃገራት ክልቲኤን ኣብ 218 ዝምድና ኤርትራን ኢትዮጵያን ናብ ንቡር ንምምላስ ተዋሃሂደን ዝገበሮ ጻዕሪ ነባሪ ኣብነት ምዃኑ ምዝካር የድሊ ስለዚ ውህደትን ምምላእን ሃገራት ወሽመጥ ዓረብ ንኤርትራ ኣብ ዜሮ ድምር ኪዳናት ከይተሓጽረት ንልምዓት ወደባት ምጥጣሕ ንግድን ወፍርን ከምኡውን ዞባዊ ስትራቴጂያዊ ምትእስሳር ከተደንፍዕ ዘኽእላ ክኸውን እዩ። እዚ ድማ ነቶም ንነዊሕ እዋን ሰበብ መርገጺኣን ፖሊሲታታን ዝኾኑ ግዳማዊ ምኽንያታት ተጻብኦን ዘይውሕስነትን ክእለዩ ዝገብርን ንውሽጣዊ ብድሆታት ክትፈትሕ ዕድል ዝህብን ምኾነ። ኢትዮጵያ እውን ካብቲ ብድፍኢት ኢማራት ክትገብሮ ዝጸንሐት ሓንሳብ ካብ ሶማሊላንድ ሕጂ ድማ ካብ ኤርትራ ኣፍደገ ባሕሪ ናይ ምርካብ ሃንደፋ ተሓዲጋ ካብ ገዛእ ድሌታን ረብሓታታን ዝነቅል ኣካይዳ ክትሕዝን ዝያዳ ተጠቃሚት ትኾነሉ መንገድም ተረኽበ። ናብቲ ብማዕሪኡ ተመጣጣኒ ግብረ መልሲ ክወሃቦ ዝኽእል ዘይተርፍ ግዳማዊ ምትፍናን ረጽምን ከይኣተወት መስመራት ንግዲ ባሕሪ ይኹን ካልእ ረብሓታት እትረኽበሉ መንገዲ ክትስዕብሉ መኽኣላ ብዙሓት ክኢላታት ዞባ ከም ዝገልጽዎ ኢማራት ነቲ ኣብዪ ኣሕመድ ኣብ ወርሒ ጥሪ 2024 ምስታ ንርእሳ እትመሓደር ሶማሊላንድ መዘክር ምርድዳእ ንምፍራም ዝወሰደ ውሳነ ከም ዝደፍኣቶ ይምጉቱ እቲ መዘክር ኢትዮጵያ ንናጽነት ሶማሊላንድ ኣፍልጦ ብምሃብ ኣምሳያኡ መሳለጢ ሓይሊ ባሕሪ ንምህናጽ ክራይ መሬት ክትረክብ ሰኽእል እዩ ትሕዝቶ ናይቲ መዘከር ንህዝቡ እኳ እንተዘይተገልጸ፣ ወደብ በርበራ ናይ ሶማሊላንድ ኣብ ዱባይ ዝመደበሩ ትካል ዲቢ ወርልድ ዘመሓድሮ ምዃኑ ግን ዝፍለጥ እዩ። ብኻልእ ወገን እዚ ኣብ መንጎ ክልተ ናይ ቀረባ መሻርኽቲ ኢማራት ዝግበር ስምምዕ ኢትዮጵያ ተበጻሕነት ባሕሪ ክትረክብ ዝሕግዝ ኣብ ርእሲ ምዃኑ ምስቲ ዞባዊ ቁጠባዊ ምትእስሳር ዝብል ኣጀንዳ ኢማራት ዝሰማማዕ ክብል ሓደ ኢማራታዊ ኣካዳሚ ይገልጽ። ብተመሳሳሊ ብዛዕባ እዚ ፕሬዚደንት ኢሳያስ ኣብ ዝሓለፈ ምስ ቴሌቪዥን ኤርትራ ዝገበሩ ቃለ መጠየቕ እቲ ምንቅስቓስ ኢማራት ነቲ ካብ ታሕቲ ህንዳዊ ውቅያኖስ ዘሎ ወደባት ታንዛንያ ትሒዝካ ክሳብ ላዕሊ ቀይሕ ባሕሪ ንዝርከባ ወደባት ናይ ምቁፅፃር ጥሙሕ ኢማራት ዘበገሶ ምዃኑ ኣተኣሳሲሩ ገሊጹ ነይሩ። ስለዚ ምውሃድ ናይዘን ሃገራት ወሽመጥ እንተማዕቢሉ ብተወሳኺ ንኢትዮጵያ ካብቲ ከም መጋበሪ ንዞባዊ ረብሓታት ኢማራት ዝደፍኣ ዘሎ ኣካይዳታት ሓራ ክገብራን ኣብ ዞባ ቀርኒ ኣፍሪካ ዘለዋ ዲፕሎማስያዊ ተራን ተኣማንነትን ንኸትመልስ ውሽጣዊ ኩነታታ ንኽጥምትን ንኽትፈትሕን ዝሕግዛ ምኾነም በዚ ክትከዶ ዝጸንሐትን ዝሓርየት ቐጽሪ ኢማራትን ግን ብፍላይ እቲ ተወዳዳሪኡ ቐጽሪ ስዑድያ ተጸራርነቱ እናኣሐየለ እንተመጺኡ ንኢትዮጵያ ዝያዳ ካህስያ ከም ዝኽእል ይግመት። ኣብ ከምዚ ዝበለ ተሃዋሲ መድረኽ ድማ ኲናት ሱዳን ወሳኒ ረቋሒ እዩ። እቲ ኲናት ምንውሑን ዘስዕቦ ዘሎ ቅልውላውን ነቲ ኣብ መንጎ እዘን ሃገራት ወሽመጥ ዝነበረ ዝምድና ናብ ተነሓናሓ ዓይነት ኣካይዳ ክኽተላ ደሪኽዎን እዩ። እዚ ድማ ኣብ ዝሓለፈ ወርሒ ከም ዝተረኣየ ወራሲ ዓራት ንግስነት ስዑድ ዓረብ መሓመድ ቢን ሳልማን ናብ ኣሜሪካ በጺሑ ምስ ትራምፕ ኣብ ተዘራረበሉ እዋን ንኹነታት ሱዳን ብሰፊሕ ብምግላጽ ኢማራት እትጻወቶ ዘላ ኣሉታዊ ተራ ረዲኡ ተመሊሱ እዩ። ብድሕሪኡ ኣብ ዝተራእዩ ምዕባለታት ድማ ፕሬዚደንት ኢሳያስ ናብ ፖር ሱዳን በጺሑ ምስ ጀነራል ዓብዱልፈታሕ ኣልቡርሃንን ካልኦት ሰበስልጣን ሱዳንን ተዘራሪቡ። ናብ ስዑድያ ብምኻድ ድማ ምስ ሰበስልጣን እታ ሃገር

ነቲ ሓደገኛ ምዃኑ ዝግለጽ ምትእታው ኢማራት ንምዕጋሱ ዘኽእል ተመጣጣኒ ግብረ መልሲ ምዃኑ ኣየማትእን። ከምቲ ዝተገልጸ ኩናት ሱዳን ወሳኒ ረቋሒ ኣብ ዘምደናታትን ሕርያ ጽምዶታትን ዘን ክልተ ሃገራት ወሽመጥ ብምዃኑ ሃገራት ምዕራብ እዘን ክልተ ሃገራት ዓቐኑ ብዘየገድስ ከምቲ ኣብ ግጭት ሱዳን ኢድ ዘለወን ኣብ ምፍትሑ ድማ ተዋሃሂደን ክሰርሓ ዝጽውዓ ዘለዋ ስለዚ እዚ ኣካይዳ ዘን ክልተ ሃገራት ኣብ ኤርትራን ኢትዮጵያን ዘስዕቦ ጽልዋን ውጽኢቱን ከምቲ ክብ ኢሉ እተገልጸ ንጹር እዩ። ምትእትታው እዘን ሃገራት ወሽመጥ ዓረብ ኣብ ቀርኒ ኣፍሪቃ ኤርትራን ኢትዮጵያን ብኸመይ ስትራቴጂያዊ ሕርያታት ክገብራ ከም ዘለዎን ዝጸሉ እዩ። ኣብ መንጎ እዘን ሓይልታት ወሽመት ዝካየድ ዘሎ ውድድር ፈለማ ሚዛናውን ውፅኢቱን ድማ ምዙኑን ክኸውን ይኽእል እዩ ምስ ግዜ ግን ንጸጥታን ምርግጋእን ዝሃሲ ክኸውን ይኽእል ካብኡ ሰጊሩ ናብ ቅሉዕ ተጸራርነት እንተዓብዩ ድማ ሓደገኛ ውፅኢት ክህልዎ ይኽእል እዩ በዚ መንፅር እቲ ተዋሂደን ዝገብሮ ምትእታው መኽሰባት ርኡይ ኮይኑ ኣብዚ እዋን እዚ ግን ፖለቲካዊ ተወፋይነት ዘሎ ይመስልን ኤርትራ ዝያዳ ካብቲ ውሁድ ኣካይዳታት ተረባሒት ከም ትኸውን ዝግመት ኮይኑ ኢትዮጵያ ግን እዚ ምትህላኽ እዘን ሃገራት ተቐጺሉ ዝለዓለ ሃስያ ክውርደላ እዩ ሃገራት ቀርኒ ኣፍሪቃን ሓይልታት ወሽመጥ ዓረብን ዝያዳ ግጭትን ደም ምፍሳስን ዘይምርግጋእን ንምክልኻል ተዋሃሂደን ክሰርሓ ከም ዘለወን እምበኣር ኣገዳስነቱ ርእዩ። ዝሓለፈ ናይ ውክልና ግጭታት ከምቲ ናይ 2017 ክሳብ 2021 ቅልውላው ወሽመጥ ንስዑድያ፣ ኢማራት፣ ባሕሬንን ግብፅን ኣብ ሓደ ደንበ ብምግባር ኣንጻር ቐጠር ብድሕሪያ ዝነበረ ቱርኪ ዝነጸለ ኣካይዳን ከም ሳዕቤኑ ዝፈጠሮ ኪዳናት ኣብቲ ዞባ ከቢድ ዕንወት ከም ዘውረደ ምዝካሩ የድሊ። ስለዚ ክቡራት ተኸታተልቲ ከምቲ ዝረኣናዮ ኣብ መንጎ ስዑዲ ዓረብን ኢማራትን ዘሎ ውድድር ኣብ ቀርኒ ኣፍሪካ ንኤርትራ እዋናዊ ጸጥታውን ቁጠባውን ረብሓታት ክፈጥረላ ይኽእል እኳ እንተኾነ ዘይውሕስነት ዝመልኦን ተቐላዕን ምዃኑ ግን ክንግንዘብ ኣለና። ብኻልእ ወገን ንኢትዮጵያ ከኣ ዝለዓለ ሃስያ ክትከፍል ክትግደድ ትኽእል ምዃና እዚ ዝረኣናዮ ትንተናታት ይሕብር። እቲ ካብ ውድድር ዝሓይሽ ኣማራጺ ግን ኣብ መንጎ እዘን ክልተ ዓበይቲ ሃገራት ወሽመጥ ዝፍጠር ምውህሃድ እዩ። እዚ ምውህሃድ እዚ ንኤርትራን ኢትዮጵያን ኣብ ዜሮ ድምር ፖሊሲታት ከይተሓጽራ ናብ ውሽጣዊ ልምዓት፣ ምርግጋእን ዞባዊ ምትእስሳርን ክቐንዓ ዕድል ዝህብ እዩ። ነዊሕ ዝጠመተ ርእይቶን ምትእምማንን ዝመልኦ ጽምዶ ጥራይ እዩ፣ ነቲ ዞባ ካብ ዘይምርግጋእን ዝረሓቐ ናይ ውክልና ግጭታትን ዝከላኸል። ስለዚ ሃገራት ቀርኒ ኣፍሪቃ ንሃገራዊ ረብሓታተንን ዘላቕነቶምን ቀዳምነት ብምሃብ፣ ንተለዋዋጢ ስትራቴጂያዊ ኣሰላልፋታት ብንቕሓት ክከታተላን ምውህሃድ ናይ ወሽመጥ ዓረብ ንክዓዘዝ ክጽውዓን ይግባእ። ኣብ መወዳእታ እምበር ክቡራት ተኸታተልትና ብዛዕባ እዚ ትንታነ ዘለኩም ርእይቶን ሕቶን ኣብ ናይ ኮመንት ቦታ ክትጽሕፉልና ብኽብሪ ንዕድም። ንዝመጽእ መደብና ድማ ብፍላይ ኣብ መንጎ ኤርትራን ስዑድያን ዘሎ ጽምዶ ኣብቲ ዞባ ዘለዎ ስትራቴጂያዊ ረብሓታት ንምድህሳስ ክንመጽእ ኢና። ሰላም ንኹልና ብሩኽ ሰንበት።